ሰላም ሰላም ኩልኹም ነዛ ቪድዮ ትከታተሉ ዘለኹም ከመይ ቀኒኹም ሰላምን ደሓንን ቀኒኹም ክትኮኑ ተስፋ እናገበርኩ ሎም መዓንቲ ከዓ እምበኣር ብሓዳሽ ቪድዮ መፅእ ኣለኹ ከምዚኣ ትርእይዋ ዘለኹም ንጣዓሞት ይኹን ንቁርሲ ቀላል ንዓበይቲ ዋላ ድማ ንቆልዑት ትኸውን ፓንኬክ ኣሰራርሓ ሒዘልኩም መፅየ ኣለኹ። ኣዝያ ቐላል ኩሉ ሰብ ክሰርሓ ዝኽእል እዩ። ክትከታተሉኒ ብኽብሪ ይዕድመኩም። ንመጀመርያ እምበኣር ንምስራሕ ዘድልዩና ነገራት ሓንቲ እንቋቑሖ ክጥቀመ ብድሕሪኡ ከምስ ትርእይዎ ዘለኹም ፀባ ገይረ ኣለኹ ማለት እዩ። ዓቐን ባዕለየ ዝግምቶ ዘለኹ ዘድለየኒ መዕቀን ኣይገብርን እየ ዘለኹ። ብድሕሪኡ ሓደ ማንካን ፈረቓን ሽኩር ማለት እዩ ናይ ጣውላ ሓደን ፈረቓን ዝኸውን ገይረ ኣለኹ ብድሕሪኡ ቁሩብ ጨው ከም ኣድላይነቱ ማለት እዩ ክምቅረልና ምእንቲ ብድሕሪኡ እዚኣ ንሪኣ ዘለና ቫኒልያ ሳውከር ከም ዘላታ ማለት እዩ ብድሕሪኡ ሓደ ፈረቓን ማንካ ጣውላ ቤኪንግ ፓውደር ክጥቀመ ብድሕሪኡ ቀስ ኢለ በዚኣ ማሽን ገይረ ቁሩብ ክሳብ ዝተሓዋወስ ቆቕዔ ማለት እዩ ግድን ኣይኮነን እዛ ማሽን ክትህልወና ዋላ ብፋርኬታ ወይ ድማ ብኢድና ጌርና መውቅዒ ክንወቅዕ ንኽእል ኢና እዚኣ ቁሩብ ንኸተፍኹሰለይ ብምባል እየ ዝጥቀመላ ዘለኹ ግድን ኣይኮነትን እዚኣ ማለት እዩ ብድሕሪኡ እምበኣር ከምዚ ንርእዮ ዘለና ምስ ተሓዋወሰ ዓቐን ዝበልኩ ሕሩጭ ከእትወሉ እየ ማለት እዩ። ዝኾነ ሕሩጭ እዚ ፊኖ ማለት እዩ። ክልተ ኩባያ ናይ ሻሂ ገይረ ኣለኹ ከም ምቕጣኑ ርኤ ወይ ድማ ከም መሕፋሱ ርኤኻ ኣብ መንጎ ቁሩብ ክውስኸሉ እየ ምክንያቱ ኣነ ቁሩብ ሕፍስ ዝበለ እየ ክገብሮ ማለት እዩ ቀጢን ክንስርሖ ንኽእል ኢና ሓፊስ እውን ረጊድ እውን ክንሰርሖ ንኽእል ኢና ኣነ ከዓ ማእከላይ ዝኾነ ስለ ዝደለኹ ቁሩብ ኣብ መንጎ ሕሩጭ ክውስኸሉ እየ ማለት እዩ ከምዚ ንሪኦ ዘለና ቁሩብ ይኣኽለኒ ዝበልኩ ሕሩጭ ወሲኸሉ ኣለኹ ብድሕሪኡ ክሳብ ይኣኽሎ እዩ ዝብሎ ወይ ድማ ኩሉ ክሳብ ዝተሓዋወስ ከዓ ከምዚኣ ገይረ በዛ መውቅዒት ፅቡቅ ገይረ ክሓዋውሶ እየ ማለት እዩ

ከምዚ ንሪኦ ዘለና እምበኣር ቁሩብ ዓፍዓፍ ኢሉ ኣሎ ፅቡቕ ተዳዊሱሉ ኣሎ ማለት እዩ እቲ ቤኪንግ ፓውደር ኩሉ እቲ ሽኮር ከዓ ቁሩብ ፍኹስ ንኽብል ክሕግዞ እዩ ማለት እዩ ሕጂ እምበኣር ኩላ ተሓዋዊሳ ምስ ወደአት ባዴላ ከምዚኣ ገይረ ኣብ ህድእ ዝበለ ሓዊ ከረስነይ ማለት እዩ። ኣጸቢቑ ከይበዝሐ እቲ ሓዊ በታ ዝደለኹዋ ዓቐን ማንካ ገይረ ከምዚ እንጀራ ዓይነት ንስንክቶ ገይረ ማለት እዩ። ቁሩብ ስንክት ከብሎ እየ። እቲ ባዴላ ኩሉ ክመልኦ ይደለኹን ቁሩብ ንእስ ዝበለ ስለ ዝደለኹ ማለት እዩ። ክሳብ ዝደለናዮ ዓቐን ከም ምሕፋሱ ከም ምዕባዩ ክንስንክት ንኽእል ኢና ማለት እዩ። ከምዛ ንሪኣ ዘለና ዓይኒ ቁርጥለይ ክገብር ምስ ጀመረ ሓዊ ምእንቲ ከይሕዝ ብታሕቲ ከምዚኣ ገይረ ግምጥል ከብላ እዩ ማለት እዩ ቀይሕ ኢላ ኣላ ትሪኣ ኣለኽን እዚ እኹል በሲሉ ኣሎ ማለት እዩ ብዙሕ ሓዊ ክሳብ ላዕሊ ዝበፅሕ ካርሙ ስለ ዘይብሉ ገምጢለይ ኣለኹ ከምዚኣ ገይረ እምበኣር ንኹለን ክስንክተን እዩ ማለት እዩ ኣብ መንጎ ከምቲኣ ቀዲመ ዝረኣኽናኒ ብፃዕዳ ሶፍት ናይ ክሽነ ገይረ ወይ ድማ ፃዕዳ ጨርቂ ንእሽተይ ዘይቲ ገይረ ክደርዘ ነታ ባዴላ እዚ ንምንታይ እዩ ክሕግዘኒ እቲ ባዴላ ምእንቲ ከይሕዝ ክሕግዘኒ እዩ ማለት እዩ እንተ ዘይቲ ኣብኡ ከለኹ ገይረሉ ግን እቲ ፓንኬክ ናይ ቅጫ ጣዕሚ ክህልዎ እዩ ምእንቲ ከምኡ ከይኮነኒ ግን ብዘይቲ ገይረ በታ ሶፍት ቆርክለይ ድርዝ ከብዳ እየ ወይ ድማ ፃዕዳ ጨርቂ ገይረ ድርዝ ምባል ማለት ጥራሕ እዩ ኣፀቢቕካ ዘይቲ ከይበዝሐ ማለት እዩ ከምዚኣ ገይረ ንኩለን ስንክተኒ ኣዝያ ቀላል ንጣዕሙ እትኸውን ፓንኬክ እያ ወይ ድማ ንቁርሲ ንብኡ ትምህርቲ ክኸዱ ከለዉ ቆልዑት እንታይ ከብልዖም እየ ወይ እንታይ ክሰርሕ እየ ኢልካ ከይተጨነቕካ ሰሪሕካ እንተ ደኣ ሓዲርካያ ከምዚኣ ጌርካ ፅቡቕ ክትገላግለካ ትኽእል እያ ማለት እዩ ክተዕርፈካ ትኽእል እያ

ከምዛ ትሪኣን እምበኣር ሰንኪተ ወዲኡ ኣለኹ ከምዚኣ መሲል ኣላ እታ ባንኬከይ ማለት እዩ ፅብቕቲ ኮይና ኣላ ብድሕሪኡ እዛ ትሪኣ ዘለኽን ጎማ ኣብዚኣ ጎማ እቴ ክቐምጣ እየ ማለት እዩ እዚኣ ቁርትለይ ብዝሕ ዝበለ ተዘርኣ ሰንኪትና ንገለ መዓልቲ ንክልተ መዓልቲ ወይ ገለ ክፀንሐ ክእል እዩ ፍረሽ ኮይኑ ንእንጀራ ንኬክ እውን ክንጥቀመላ ንኽእል ኢና ኣብ ሆላንድ ዘለኽን ካብ ሴኖስ ኢካያ ዚማን እውን ሓንሳብ ሓንሳብ ይመጽእ እዩ ክትገዝኣ ጽብቕቲ እያ ወላ ንእንጀራ እውን መቐመጥ ትጠቅም እያ ብድሕሪኡ እምበኣር ከምዚኣ ገይረ ክልተ ፓኒኮክ ብሓንሳብ ደሪበ ገይረይን ኣለኹ ባናና ገይረ ኣለኹ ማለት እዩ ኣብ ልዕሊኡ ስትሮበሪ እንትርኣልና እውን ተገበርናሉ ጽቡቕ እዩ ብድሕሪኡ እዚ መብልዒ ሲሮፕ ንህለ እዚ ዝጥቀመሉ ማለት እዩ ኣነ ኣብ ሆላንድ ኣብ ሊድል ኣብ ኩሉ ድኳን ንረኽቦ ተደሊና እውን ብኑቴላ ጌርና ወይ ድማ መዓር ጌርና ክንበልዖ ንኽእል ኢና ኣንሕና እዚኣ ኣብ ገዛ ስለ ዘላትኒ እየ በዚኣ ዝጥቀም ዘለኹ ማለት እዩ ብድሕሪኡ በቃ ከምዚኣ ጌርና ንምርኣዩ ደስ ዘብል ዓይነት ጌርና ክንቀራርቦ ኢና ማለት እዩ ኣነ ምስኡ ሕጂ ናይ ኣራንሺ ጽሟቕን ቁርጥለይ ከኣ ወይንን ጌረ ደስ ዝብለካ ዓይነት ጌረ ቀራሪበዮ ኣለኹ ማለት እዩ። ኣዝያ ጽብቕቲ እያ፣ ኣዝያ ጥዕምቲ ቆልዑት ድፈትውዋ ዓይነት ቁርሲ እያ ማለት እዩ። በዚ ኣጋጣሚ ክትከታተሉን ስለ ዝጸናሕኩም ኣዝየ እየ ዘመስግነኩም። ሳብስክራይብ፣ ኮመንት፣ ላይክ፣ ሼር ድማ ክትገብሩ ብትሕትና ይሓተኩም ማለት እዩ። ጠቓሚ እዩ እንተ ደኣ ኢልኩም እውን ናብ ካልኦት ኣሕዋት ሼር ክትብልዎ ብትሕትና ይሓተኩም። ንትህቡኒ ምትብባዕን ሞራልን ኣዝየ እየ ዘመስግን። ኣብ ቀጻሊ ቪድዮ ክሳብ ንራኸብ ሰላም ቅነ ሰሰናዩ